ሕጂ ዘሎናሉ ቦታ ኩላትና ከም ንፈልጦ ኣብ ዞባ ደቡብ ኣብ ቦራ ከተማ ወረዳ ቦራ ኢና ዘለና። እዚ ቦታ እዚ ታሪኻዊ ቦታ እዩ። ኣብ ዝሓለፈ ናይ 17 ዓመት ቃልሲ ጥራሕ ዘይኮነስ ቅድሚ መኣይቲ ዓመታት ወለድና ንትግራዋይነቶም፣ ንኽብርታቶም፣ ንመንነቶም ከቢድ መስዋእቲ እናኸፈሉ ሕላገት ትግራዋይነቶም ኣረጋጊፆም ዝነበርሉ ቦታ እዩ። እዚ ቦታ እዚ ሕጂ ትግራይ፣ ኣምሓራ ክልል ወይ ኣገው ብዝብል ሓደሽቲ ዘረባታት ይፅዋዕ እዩ። እዞም ኣሕዋተይ እውን ቆልዑ ስለ ዝኾኑ እዞም ኣብዚኣ ዘፋልጡ ዝነበሩ ህዝቢ ኣገው ኣሕዋትና እዮም መሓዙትና እዮም ይብሉ ነይሮም። በቲ ዝፈልጥዎ ታሪክ ንሱ እዮም ክብሉ ዝኽእሉ። ግን ህዝቢ ኣገው ትግራዋይ ህዝቢ ኣገው ትግራዋይ ጥራሕ ኣይኮነን። እቲ ብትግራዋይነቱ ዝምካሕ ናይ ትግራዋይነት ዝፀንሐ መንነት ዘለዎ ህዝቢ ንቋንቋ ብዝገበረ ብዝተገበረ ሓዱሽ ናይ ምክላል ስርዓት ከም ህዝቢ ኣብ ሓደ ዞን ተኻቲቱ ቛንቁኡ ባህሉ ክብርታቱ ክዕቅብ ስለ ዝተደለየ ጥራሕ ተኻሊሉ እዩ። እዚ ሕጂ ጽላረ ምላሽ እንብሎ ትግራይ ነይሩ ቅድሚ ሰላሳ ዓመት ቅድሚ ዕስራን ሸውዓተን ዓመት እንብሎ ጥራሕ ኣይኮነን። ኩሉ ሕጂ ከም ህዝቢ ኣገው ብዞን ደረጃ ብዞባ ደረጃ ተኸሊሉ ግን ኣምሓራ ክልል ዘሎ ህዝቢ ኣብ ዝሓለፉ ቅድሚ ሚእቲ ዓመታት ሙሉእ ብሙሉእ ኣብ ትግራይ ክልል ዝነበረ ሰቆጣን ዙርዩኡን እዚ ሓቂ ናይ ቀረባ ግዜ ታሪኽ እዩ። ስለዚ ህዝቢ ኣገው ብዝተገበረ ሓድሽ ናይ ምክላል ስርዓት ቅድሚኡ ደሞ ገዛእቲ ደርብታት ብዝገበርዎ ትግራይ ናይ ምክፍፋል ሴረኦም ካሊእ መልክዕ ክሕዝ እናተገበረ ዝመፀ እምበር ማእኸል ናይ ትግራይ ህዝቢ እዩ ህዝቢ ኣገው ሕጂ እውን ከምኡ እዩ። ኣገው ገረወይትና ኣብ ጥቓና ዘለው ምናምን ብጥራሕ ዝብል ዝግለጽ ኣይኮነን እና ንህዝቢ ኣገው ኣብ ዝሓለፈ ታሪኹ ኣብ ዝሓለፈ ቃልሲ ናይ ዓሰርተ ሸውዓተ ዓመት ጥራሕ ዘይኮነ ሰብ ዝሓለፈ ናይ ክልተ ሰለስተ መሪር ኩናት እውን ኣብ ዝሃለወ ይሃሉ ኣብ ጎንና ተሰሊፉ ኩሉ ክኽፈል ዝግባእ መስዋእቲ ኸፊሉ እዩ። እዚ እቲ ትግራዋይነቱ ናይ ትግራዋይነት ሕላገቱ ናይ ትግራዋይ መንነቱ መረጋገፂ ስለዚ ንህዝቢ ኣገው ድምቕ ዝበለ ክብሪ ክትውለ ይደሊ። እቲ ሕጂ ነኽብሮ ዘለና በዓል መበል ካልኣይ ዓመት ናይ ኣሞራ ክፍለ ሰራዊት እዩ። ኣሞራ ስም ተሰይምኩም ናብ ስራሕ ኣቲኹም ብጣዕሚ ዘኹርዕን ህዝቢ ትግራይ ናብቲ ሕጂ በፅሒዎ ዘሎ ደረጃ ክበፅሕ ዝገብር ታሪክ ሰሪሕኹም ኢኹም ኣሰር ኣሞራ ተኸቲልኩም ኣሞራ ናይ ኣዲኡ ስም ኣይኮነን። ኣሞራ ኣብ ዓዲ ናይ መሓዝቱ ስም ዝወፀሉ እውን ኣይኮነን። ኣሞራ ስም ክርስትንኡ እውን ኣይኮነን። ኣሞራ ኣብ ምቅላስ ብፍሉይ ጅግንነቱ፣ ብፍልይ መንነቱ፣ ብፍልይ መለለይኡ ካብ ማንም ሰብ ላዕሊ ጎሊሁ ዝወፀ ተጋዳላይ ስለዝነበረ እዩ ተጋደልቲ ኣሞራ ኢሎሞ። ስለዚ ኣሞራ ካፍቶም ኣብ ዝሓለፉ ህዝቢ ትግራይ ዘፍረዮም ፍሉያት ንዓዶም መስዋእቲ ዝኸፈሉ ተጋሩ ሓደ ሓደን ኣብ ቅድሚት ዝስለፍን እዩ። ስለዚ ብስም ኣሞራ ተሰይምኩም ናይ ኣሞራ ታሪኽ ዓቲርኩም ልክዕ ኣሞራ ዝፈጸሞ ታሪኽ ፈጺምኩም ኢኹም እንኳዕ ደስ በለኩም ክፍለ ሰራዊት ኣሞራ። ኣጋጣሚ ኮይኑ ኣሞራ ኣብ ትሕቲ ጸላኢ ክኣቲ ከሎ ሓቢርና ኢና ነይርና። ኣብ ክምር ድንጋይ እቲ ኣብ ዝሓለፈ ዝበጻሕናዮ ጉና ዝበሃል ቦታ ኣብቲ ቦዛ ሶብ ኢድ ጸላእ ክወድቕ ከሎ ፍሉይ ልኡኽ ተዋሂብዎ ናብ ጸላእ ሸሊኹ ኣትዩ ኣብ ሕብርቲ ጸላኢ ተኹሲ ክኸፍት ልኡኽ ተዋሂብዎ እናገስገሰ እናሃለወ ኣጋጣሚ ጸላኢ ኣብ ዘይተሓሰበ ቦታ ጸኒሑ ነቲ ሸሊኹ ዝኣቲ ዝነበረ ሓይልና ኣብ ሓደጋ ኣውዲቕዎ እዩ። እቲ ኢድ ብኢድ ዝተገበረ ውግእ እቲ ንጸላኢ ቀቲሉ ክስዋእ ዝኸኣለ ቀቲሉ ተሰዊኡ፣ እቲ ንጸላኢ ክንዲ ዝኸኣሎ ቀቲሉ ግን ደሞ ባዕሉ ንምጥፋእ ይኹን ህይወቱ ንምሕላፍ ዕድል ዘይረኸበ ከም እኒ ኣሞራ ዝመሰሉ ካብ ኢድ ጸላኢ ወዲቖም እዮም። ኣሞራን ኣሞራ ዝሓዞ ሰራዊትን ከምዚ ዓይነት ሓደጋ ዝወደቐ ጸላኢ ኣብታ ውግእሳ ሙሉ መዓልቲ ኣብ ዝተገበረ ውግእ ኣጋ ምሸት ሰዓት ዓሰርተ ሓደ ሙሉእ ብሙሉእ ተደምሲሱ እዩ። ሙሉእ ብሙሉእ ተደምሲሱ እዩ ብዘይ ብሰዳድ ወረ ሻዓ ግን ኣቐዲሙ ኦራል ገይሩ ነዞም ዝተተሓዙ ብፆት ኣቐዲሙ ስለ ዝሰደዶም እዮም ካብ ኢድ ፀላእ ክነናግፎም ዘይከኣልና እዚ ኣብ ልዕል ብፆት ንሓደጋ ዘውረደ ፀላእ ግን ብዘይ ምሕረት ሚእቲ ፐርሰንት ኣብ ክባ ኣትዩ ተደምሲሱ እዩ ስለዚ ሰራዊት ትግራይ ተጋዳላይ ትግራይ ኣብ ልዕሊ ፀላእቱ ሓደጋ ብዝገጠሞ ቁፅሪ ናብ ነብሪ እናተቐየረ ፀላእቱ ሙሉእ ብሙሉእ ዝድምስስ ተጋዳላይ ነይሩ። ሕጂ እውን ካብዚ ኣብ ዝሓለፈ ከምዚ ዓይነት ታሪክ እናፈፀመ ዝተሰወአ ተጋዳላይ ንላዕሊ ዕፅፊ ተጋዳላይነት ሒዙ መስዋእቲ ዝኸፍል መንእሰይ ትግራዋይ ንስኹም ከዓ ብስም ኣመራ ተወዲብኩም ታሪክ ሰሪሕኹም ኣለኹም። ስለዚ እቲ ስም ይግበእኩም እቲ ተግባር ከኣ ንስምኩም ብዝገልጽ ፈጺምኩሞ ኣለኹም እንኳዕ ደስ ወለኩም ክብል ይደሊ። ኣብ ዝሓለፉ ውግኣትና ኣርሚ ክልተ ካብ ግንባር ክልተ ናብ ኣርሚ ተቐይሩ ብኣርሚ ደረጃ ክንውደብ ከለና ካብተን ነቲ ኣርሚ ዝመስረታ ክፍለ ሰራዊታት ሓንቲ ክፍለ ሰራዊት ኣሞራ እያ። እቲ ግዜ ምቹው ኣይነበረን። ኣብ ትሕቲ ክባ ጸላኢ ነርና። ግን ደሞ ከም ኣርሚ ክንውደብ ነይሩና እቲ ኣርሚ ሰለስተ ኮር ሒዙ እተን ኮራት ከዓ ሰለስተ ክፍለ ጦር ሒዘን ክውደባ ነይርወን ኮር ሓደ ጎር ክልተ ጎር ሰለስተ ተባሂሉ ኣሞራ ኣብ ኮር ክልተ እዩ ነይሩ ዝውደብ ዝነበረ ነገር ግን ኣሞራው ዝውደበሉ ግዜ ኣብ ናይ ጸላኢ ክባ ውሽጢ ነይርና። ካብቲ ክባ ክንወጽእ ነይሩና። ኣሞራ ኣብ ዓድየት ኮይኑ ይውደብ ስለ ዝነበረ ምስ ኣርሚ ክልተ በቲ ኣርሚ ክልተ ዝወጸሉ ራህያ ገይሩ ክወጽእ ኣይከኣለን። ተመኲሩ። ኣይተኻእለን ንድሕሪት ተመሊሱ ናብ ኣርማ ሓደ ክሕወስ ትእዛዝ ተዋሂብዎ ምስ ኣርማ ሓደ ኮይኑ ኩሉ መከራ ሓሊፉ ኣብ ጅጭቀ ንመጀመርያ ግዜ ብጣዕሚ መስተንክራዊ ብዝኾነ ነቲ ሕጂ ፈጢርኩሞ ዘለኹም ነዲእኩሞ ዘለኹም መንነት መሰረት ዝኾነ ጅግንነት ዝተመልኦ ውግእ ኣብ ጅጭቀ ጀሚርኩም ተዓዊትኩም መሰረትኩም ከኣ ኣብ ድልድል ተቐሚጡ እንኳዕ ደስ በለኩም።

ውግእ የጭላ ሸውዓተ ሕጉም፣ ውግእ ተኹለሽ ቆቦ ቀዳማይ ማለት እዩ፣ ክሳዕ ማእኸላይ ዓዲ፣ ክሳዕ ክምር ድንጋይ ዝተገበረ ውግእ፣ ክሳዕ ደሴ ዝተገበረ ውግእ፣ ክሳዕ ኻራ ምሽግ ዝተገበረ ውግእ ደሓር እውን ነሓሰ ዓሰርተ ሸሞንተ ዝተጀመረ ናይ ተኽሎሽን ቆቦን ውግእ ተመሳሳሊ ካብኡ ተበጊስኩም ኣብ ምዕራብ ብዘግርም መንገዲ ዝፈጸምኩሞ ጅግንነት ካብኡ ተመሊስኩም እውን ኣብ ሕጉምብርዳ ኣብ ከባቢ ኮረም ዝፈጸምኩሞ ጅግንነት ህያው መንነትኩም እዩ። ናይ ትግራዋይነት መንነትኩም እዩ ነቲ ሕጂ በጽሒናዮ ዘለና ክብርታት ክንበጽሕ ዝኸፈልኩሞ ዋጋ እዩ እዚ ዋጋ እዚ ከኣ ኩሉ ትግራዋይ ርእሰ ቁጢዐ ክነብር ዝገበረ ስለ ዝኾነ እንኳዕ ደስ በለኩም። ክፍለ ሰራዊት ኣሞራ ምውጋእ ጥራሕ ኣይኮነን። ኣብ ውግእ ዝተሳኸዐ ንክኸውን ቅድሚ እቲ ውግእ ክግበር ዝግበኦ ናይ ሓይልን ናይ ሰብ ሓይልን ናይ ማተርያልን ምድላው ብዝግባእ ምዕቃብ መለለይኹም ዝኾነ ሓይሊ ወይ ዝኾነ ተጋዳላይ ኣብ ውግእ ስዒሩ ክወፅእ እንተኾይኑ ቅድሚ እቲ ውግእ ነቲ ውግእ ዘድልዮ ዓቕሚ ንፍጣር ዘድሊ ምድላው ኩሉ እንተገይሩ ጥራሕ እዩ። እሱ ስለትገብሩ ከኣ እዩ እቲ ተካይድዎ ዝነበርኩም ውግእ ውጽኢታውን ዘኹርዕን ኮይኑ ይፍጸም ዝነበረ። እዚ ኩሉ ዋጋ ከፊልና ከም ተጋሩ ሕጂ መልክዕ ቃልስና ተቐይሩ ኣሎ። ሰላማዊ ብዝኾነ መንገዲ ክንቃለስ ኩሎም ባህግታት ህዝቢ ትግራይ ብሰላማዊ መንገዲ ተቓሊስና ክነሳኽዖም ምስዞም ፀላእትና ተስማዕሚዕና ኣለና። ምስዞም ፀላእትና እዚኦም ተረዳዲእና ኣለና፣ ግን ኣይተዓረቕናን። ዝዕረቕ ዕላማ የብልናን። እቲ ብኩናት ነናይ ባዕልና ዕላማ ክነሳኽዕ ሓሲብና ዝገበርናዮ ግጥም ብሰላማዊ መንገዲ ክንገብሮ እቲ ግጥም ጥራሕ ኢና ተረዳዲእና። እቲ ቀጻሊ ግጥማትና ኣብታ ክዳንኩም ከም ዘላ ጭርሖ ባህግታት ህዝቢ ትግራይ ሳዕ ዝምለስ ኢልኩም ዝጨራሕኹማ ጭርሖ ኣላ የለን ምድቃስ ዝብል ባህግታት ህዝቢ ትግራይ ሳዕ ዝምለስ የለን ምድቃስ እዩ። እታ ሕምብርቲ ናይ ህዝቢ ትግራይ ድሌት ረኺብኩማ ኢኹም። እዚ ጭርሖ እዚ ስቕ ኢሉ ዝኾነ ሰብ ዘፍልቆ ኣይኮነን። ራእይ ዘለዎ፣ ዕላማ ዘለዎ፣ ነዚ ዕላማን ራእይን ተቓሊሱ ናብቲ ዝድለ ደረጃ ከብጽሕ ንክቃለስ ናይ ውሽጡ ስምዒት ደፊእዎ ከፍልቆ ዝኽእል ሓሳብ እዩ። ስለዚ እዚ ባዕሉ የሽልመኩም እዚ ባዕሉ ናይ መንነትኩም ናይ ቀጻሊ እነካይዶ ቃልሲ ዘለኩም ውፉይነትን ራእይን ዝገልጽ ስለ ዝኾነ ብሓቂ ክትኾርዑ ይግባእ፣ ደስ ክብለኩም ይግባእ፣ የቕንየለይ እውን ክትበሃሉ ይግበእኩም። ቀጻሊ መኸተና ኩሉ ዓቕምና ኣዋሃሂድና ኢና ክንቅጽል። እዚ ቀጻሊ መኸተ ዝተሓላለኸ ብቑዕ መሪሕነት ዘድልዮ ምስትውዓል ዘድልዮ ብደንቢ ምስትውዓል ዘድልዮ ናይ መኸተ ጉዕዞ ኢና ዘለና እዚ ምስትውዓል ዘድልዮ ናይ መኸተ ጉዕዞ ከም ተጋሩ ኩሉ ዓቕምና ክንጥቀም ክንክእል ኣለና ኩሉ ዓቕምታትና ክንጥቀም ዘኽእለና ምድላው የድልየና። ንሕና ከቢድ ዋጋ ከፊልና ኢና ናብዚ በፂሕና ዘለና። እዚ ዝኸፈልናዮ ከቢድ ዋጋ ናብቲ ሕጂ በፂሕናዮ ዘለና ደረጃ ኣብፂሕና እዩ።